ቅዱስ ኣምላክ እግዚኣብሔር ክግነ ትደልዩ ሰባት እዚ ቪድዮ እዚ ስምዕዎ ሰብስክራይብ ዘይገበርኩም ሰብስክራይብ እናገበርኩም ስምዕዎ እግዚኣብሔር መጀመርያ ኣምላኽና ፈጣሪና ኣብ ምንታይ እዩ ተገንዩ ኣብ ምንታይ መርዓ ተገንዩ መጀመርያ ሓደ ሰብ ዝኾነ ነገር ክፍፅም ተኾይኑ ናይ መርኣያ ገይሩ ስለ ክፍፅም ልግብኦ ኩለና ሃም ንፈልጦ ኩሉ ሻዕ ልንገረሉ ኩሉ ሻዕ ልትረኽ ልስበኽ ሓደ መርዓን እዮ ቃና ዘገሊላ እናተባሃለ ማለት እዩ ናይ ዶኪማስ ገዛ ኣብ ናይ ዶኪማስ ገዛ መን ተገንዩ ኣሎ? ክርስቶስ ኢየሱስ ፈጣሪ ተገንዩ። እሺ ዝፈጣሪ ብሃመ እዩ ተገንዩ ናብ ዝመርዓሱ ኣብ ካሊእ መርዓ የኸደይ ኣብ ካሊእ መርዓ ከይዱ ልብልብ ኣብ መፅሓፍ ቅዱስ የተፃሓፈይ ዝተረኸበሉ መርዓ እግዚኣብሔር ዝተገነየሉ መርዓ እግዚኣብሔር ዝተገነየሉ ሓዳር ናቃና ዘገሊላ ብቻ እዩ ልዝግብ ማለት እዩ ናቃና ዘገሊላ ብቻ እዩ ልናገር እና ቃና ዘገሊላ ዶኪማስ ታይ እዩ ገይሩ ኢየሱስ ክርስቶስ ኣብ መርዕኡ ክግነ ኣዋ ኣብ ሓዳሩ ክግነስ ታይ ገይሩ ልብል ክንሪኦ ክንምክር ኢና ማለት እዩ ብምስ ሚስጥሩ ቤተክርስትያንና ታይ እያ ትብል ኣብ ሓዳርና ንክግነ እግዚኣብሔር ታይ ትምህረና እስቲ ብጣዕሚ እዩ ልሐዝን እዚ ግዜ እዚ ኣብ ኢድና ለሎ ወርቂ ጨርቂ ስለ ልገበርና ክርስትያን ብጣዕሚ መሕዘኒ ማለት ብጣዕሚ በቃ እንድዒ እዛ ቪድዮ እዚኣ ክሰርሓ ተለኹ ብሓቂ ንብዓት ናቀደመ የልሰርሕ ኣለኹና ብጣዕሚ ለሐዝን እዩ በቃ ኣይንጋነይ በቃ መፅሐፍ ቅዱስና ንሕና ኣይንጋነይ ሰማይና መሬትናን ኢና በቃ ብስሩ የለና እዩ ዶኪማስታ እዩ ገይሩ ኢየሱስ ክርስቶስ ኣብ ገዝኡ ክግነ ብመጀመርያ ከም ብወይ ካብ ባዕሉ ካብ ወንጌልማ ዮሃንስ ምዕራፍ ክልተ ቁፅሪ ሓደ ኣብቲ ሳልሳይ መዓልቲ ከዓ ኣብ ቃና ናይ ገሊላ መርዓ ኮነ ኣደ ኢየሱስ ኣብኡ ነበረት መን ነይራ ኣደ ኢየሱስ መን ኣደ ኢየሱስ ድንግል ማርያም ኣበይ ነይራ ኣብ ዳዲኩማስ ገዛ ነይራ እሺ ኣብ ዳዲኩማስ መጀመርያ እግዚኣብሔር ኣብ ገዛና ክግነ እንደሊ ተኾይና ኣብ ሓዳርና ክግነ ኣብ መርዓና ክግነ ተኾይኑ መን ትልንዋ ምሳና ማለት እዩ ድንግል ማርያም ምሳና ክትልንዋ ማለት እዩ መጽሐፍ ቅዱስ ድንግል ማርያም ምስኹም ክትልንዋ ይብሎ ማለት ብሃመያ ድንግል ማርያም ምሳና ክትል ትኽእል ብመጀመርያ ድንግል ማርያም ምሳና ክትል ዝገብራ ናያ ምልጃ ምእማን ማለት እዩ ኣማላያጅተ እያ ንኣይ ትልምነለይ እያ ዋሓስ ትኾነኒ እያ ኢልካ ምእማን መዓልታዊ ድማ ውዳሴኣ ማርያም ምብፃሕ ቅድስቲ ሆይ ለምንለይ ናበልካ መዓልቲ መዓልቲ ትማሕፀናት ኮይንካ ኣማን ብኣማን ድንግል ማርያም ምሳኻ እኒኣ ማለት እዩ ኣማን ብኣማን ድንግል ማርያም ምሳኽ እኒኣ ማለት እዩ እና ኣደ ኢየሱስ ኣብኡ ነይራ ይብሎ ምሳና ክትልዲብ ናያ ምልጃ ክንኣምን ናያ ክብሪ ክርደአና እኒኦ ሰኣሊ ለነ ቅድስት ናበልናም ክንልምና ሃምለለና ማለት እዩ ሃሙ ንገብር ተኾይና ድንግል ማርያም እያ ማለት እዩ ቀፂልና ንሪኦ ምዕራፍ ክልተ ቁፅሪ ክልተ ኢየሱስ ድማ ምስ ደቀ መዛሙርቱ ኣብቲ መርዓ ተዓደመ መን ተዓዲሙ ኢየሱስ ክርስቶስ ምስ መን ምስ ደቀ መዛሙርቱ ክግናብ መርዓና መን ክዕደብ ኔዎ ማለት እዩ ፈጣሪ ክንዕድሞ ኒኤና ደቀ መዛሙርቱ መን እዮም ኣንሽዑ ነበሩ ሃዋርያት እዮም ኩሎም ቅዱሳን ክንዕድሞም ኒኤና ብምንታይ እዮም ልዕደሙ እዩ ዝጉዳይ ብምንታይ እዮም ልዕደሙ እግዚኣብሔር ንዕድሞ ደሊና ናብ መርዓና ናብ ሓዳርና ብብዙሕ ነገር እዩ ልዕደም ናብ መጀመርያ ንዕድመሉ ብጸሎት ክኸውን እዩ ማለት እዩ ብጸሎት ኣብ ሓዳርና ክግነ ኣብ ሓዳርና ኢዱ ከእቲ ኣብ መርዓና ክግነ ክንዕድሞ ኒኢና ሃው ብስዋኤ ብስዋኤ ክንልምኖ ኒኢና ብስዋኤ ክንጥይቖ ኒኢና ናይ መርዓና ነገር ንሓዳርና ነገር ተጠይቕናዮ ተዓዲምናዮ ኣብ መርዓይ ተገኒልና ተዓዲምናዮ መን ክግነ እዩ ማለት ኣብ ሓዳርና መን ይግነ ማለት እዩ ኢየሱስ ክርስቶስ ይግነ እንታይ እዩ ጥቕሙ ኢየሱስ ክርስቶስ ናይ ምግናይ ኢለ ቀፂለ ክነግሮ እየ በቃ ብጣዕሚ ልገርም እዩ በቃ ናይ ቤተ ክርስቲያንና ሚስጥር ኣልገርም እዩ በእውነት እዛ ቅድስት ቤተ ክርስቲያን ኳዓናታ ደቂ ገበረና በእውነት ተቐዲሑ ለይውዳእ በእውነት ምንጫ ትገርም ቤተ ክርስቲያን እያ ኒያትናና እና ብሱኣኤ ንዕድሞ ንኽእል ኢና ብፀሎት ብሱኣኤ እወ ንዕድመሉ መንገዲ ፀሎት ሱኣኤ ክኾን እዩ ብሳልሳይ ደረጃ ነደያን ነደያን ውክልና ልሃቦም ንኦም እዮም ኣብዛ መሬት እዚኣ ልማንም ይሃበይ ውክልና ንኦም እዮም ንኦም ተቐበለን ኣይተቐቢሉ ንኦም ለብልዐ ውልዕኒ እዩ ንኦም ለይብልዐ የብልዐኒ ልብል ማቴዎስ 25 ይእኩም ሙሉእ ተንብቦ ትኽእሉ እዮም ነድያን ቅድሚ ኣብዚ መርዓ ቅድሚ ፅቡቕ ክዳን ልተኸደነ ፃዕዳ ቅድሚ ልተኸደነ ነድያን ተብልዒኻ ኢየሱስ ክርስቶስ ባዕሉ ምዞም ነድያን ክኣቲ ይኽእል ነዳይ መሲሉ ለማኒ መሲሉ ሽማግለሰ መሲሉ ህፃን መሲሉ ምስ ክኣቲ ይኽእል ቅዱሳን ሃዋርያት ምስኡ ክኣትዩ ይኽእሉ ተመሲሎም ማለት እዩ ንኣስከ ናብ ፍር ታሪኽ ኣይትፈልጦ ይድኹም ቅዱስ ጳውሎስ ተኣይሉ ይብለና እንግዳ ንቐበል ኣለና ኢሎም ሲ መላእክቲ ተቐቢሎም ይብለና ንንሎጥ ንንሎጥ ኮ ተቐቢሎሞም ኮ መላእክቲ ኣብርሃም ኮ ስላሴ ተቐቢልዎም ዳልና እንዲ ንሓምለ ስላሴ ንኽብሮ ኣብ ሓዳርኹም ክግነ እግዚኣብሔር ለይትደልዩ ሰባት እዚ ቪድዮ እዚ ኣይትስምዕዎ ደጊመ ክብለኩም ይደልዮ ኣርባዕተ ነጥቢ እዚ ነገር እዚ ትፍፅሞ ተኾንኩም ስምዕዎ በቃ ክርስትና ቀልዲ ስለ ዝገበርኩሞ ማለት እዩ ቀልዲ ኢና ጌርናዮ ዘለና መጽሓፍ ቅዱስና ንሕና ኣይንጋነ በቃ ረዩ ክግነ ተደሊና ኣብ ሓዳርና ሓዳርና ክባረኽ ተደሊና እዮ ኣብ መርዓና ክግነ ተደሊና ክርስቶስ ኢየሱስ ስውኣየ ጸሎት ነደያን ኢለን እኔኹ ኣብኡ እንታይ እዩ ብቤተ ክርስቲያን ምምርዓይ ማለት እዩ ተክሊል ብተክሊል ብቕዱስ ስግኡ እና ክቡር ደሙ ሓደ ኣካል ምዃን ምስ ክርስቶስ ኢየሱስ ብቤተ ክርስቲያን እንተተመሪዕኻ ኢየሱስ ክርስቶስ ስግኡ እና ደሙ ጌርካ ተተመሪዕካ ኣብ ሓዳርካ ክግነ እዩ እግዚኣብሔር ማለት ኣብ መርዓኻ ብመዝሙር ተኾይኑ ማለት ብዘይ ኣብ ደርፊ ብደርፊ ልግበር መርዓ ብጓይላ ልግበር መርዓ እግዚኣብሔር ተሓታቲ ይኾን እዩ ናዚ ሓዳር እዚ ምፍራሲ ናዚ ሓዳር እዚ ምብፅባፂ ንሱ ኣይምልኮቶ እዩ እነግረኩም ኣርባዕተ ነጥቢ በቃ ተቐበልዎ በቃ ይወሓጠልኹም ኣይወሓጠልኹም ምንም ክግበር ይኽእል እዩ። ሓውና ማይ ኣይጋነ እዩ፣ ጸልማትና ብርሃን ክጋነ ይኽእል እዩ። በቃ ብደርፊ ልግበር መርዓ ኢየሱስ ክርስቶስ ኣብዚ መርዓ ንሱ ክግና ኣይኽእል እዩ። ዝሓዳር እሱ ክባርኾ ኣይኽእል እዩ። ናዚ ሓዳር እሱ ተጠያቂ ክኾን ኣይኽእል እዩ። ኢዱ ከእትየሉ ኣይኽእል እዩ። ናይ ቤተ ክርስቲያን ትምህርቲ እዚ እዩ። ናይ ክርስቲያን ክርስቲያን ኢና ኢልኩም ትነብርዎ ኣለኹም ናብራ እንታይ ንዓ ኣካየኹም ኣምጪኹም ኣይንፈልጥን። ቤተ ክርስቲያንና ከምዚ ኣይትምህሪ ጓይላ ደርፊ ትውግዞ እያ ድንግል ማርያም ምስኻ ምዃና ልጠቕሞ ጥቕሚ ኣብዚ ከምፀልካ እየ ምዕራፍ ክልተ ቁፅሪ ሰለስተ ንብቦ ወይኒ ምስ ተወድኦም ድማ ኣደ ክርስቶስ ኢየሱስ ወይኒ እምበር የብሎምን በለቶ ይብሎ ናይ ድንግል ማርያም ልመና ምእማንኻ ምሳኻ ምግባርካ ድንግል ማርያም ሰኣሊ ኢለነ ቅድስቲ ቅድስቲ ወይ ለምንለይ ኢልካ መዓልቲ መዓልቲ ብምምሕፃንካ ተግንዮ ትርፋ ውዚ እዩ ወይኒ ኣውልሳኣንኻ ኣሉ ግዜ እንታይ ትብለካ ወይኔ ውሊ ወደ ወይኒ ሃቦ ኢላ ትልምነልካ ወይኒ ታይታ ልስተ ወይኔ ኮነይ ፍቅሪ ወይኒ እዩ ናይ ፍቅሪ ወይኒ ናይ ሰላም ወይኒ ናይ ደስታ ወይኒ ናይ በረከት ወይኒ ናይ ፀጋ ወይኒ ትልምነልካ እሳ ቀፂልና ንሪኦ ምዕራፍ ክልተ ቁፅሪ ሓሙሽተ ኣዲኡ ከዓ ነቶም ተዓጢቆም ንሱ ዝበለኩም ኩሉ ግበሩ በለቶም ንሱ ዝበለኩም ኩሉ እንታይ ግበሩ ግበሩ በለቶም ኣብ መርዓኻ ክግነ ተኮይኑ ክርስቶስ ኢየሱስ ዝሓፍተይ ኣብ መርዓኻ ክግነ ተኮይኑ ክርስቶስ ኢየሱስ ኣዲኡ ክትግነ ተኮይና ሓዳርኺ ክባረኽ ተኮይኑ ሓዳርኻ ክባረኽ ተኮይኑ ቅዱሳን ክግነዩ ተኮይኖም ሓዳርኻ ልብለካ ኩሉ ግበር መን ልብለካ እዩ ኣታ ክርስቶስ ኢየሱስ ልብለካ ኩሉ ግበር እንታይ እዩ ልብለካ ክርስቶስ ኢየሱስ እስቲ ስምዓዮ ክርስቶስ ኢየሱስ እንታይ ይብለካ ኤፌሶን ሓሙሽተ ምዕራፍ ዕስራይ ክልተይ ቁፅር ዕስራይ ሰለስተይ ኣብ ቅዱስ ጳውሎስ ሓዲሩ ከምዚ ይብለካ ከምቲ ክርስቶስ ርእሲ ቤተ ክርስቲያን ዝኾነ ንሱ ምድሓን ስግኡ ኮይኑ እዩ፣ ሰብኣይ ኸዓ ርእሲ ሰበይቲ እዩ እሞ፣ ኣትን ኣንስቲ ከም ንጐይታ ጌርኽን ንነስብኡትኽን ተኣዘዝኦም። ዝሓፍተይ ሓዳርኺ ክባረኽ ትደልይዶ? እግዚኣብሔር ኣብ መርዓኺ ክግነ ትደልይዶ?

ሓዳርኽን ክባረኽ ተኾይኑ ኣብ መርዓኽም ክርስቶስ ኢየሱስ ክግነት ኮይኑ ሃምዚ ዓይነት ምድላው ክልየክን እኒኦ ማለት እዚ ሚስጥር እዚ ክትፈልጡ እኒኤክን ማለት እዩ ከምቲ ክርስቶስ ንቤተ ክርስቲያን ዘፍቀራ ኣቱም ኣስውት ንኣንስትኩም ኣፍቅርወን ንቤተ ክርስቲያን ኢየሱስ ክርስቶስ ከምዚ ዘፍቀራስ ኣቱም ኣስውእትና ኣንስኹም ኣፍቀርወን እረ ቤተ ክርስቲያን ኢየሱስ ክርስቶስ ሃሚ ገይሩ የፍቂርዋ ክርስቶስ ብቃሉ ገይሩ ብምሕፃብ ማይ ምስ ኣፅረያ ምእንቲ ክቕድሳ ርስሓት ወይ ዕጥሪ ነውሪ ገለ ዘይብላ ነውሪ ዘይብላ ቅድስትን ክብርትን ቤተ ክርስቲያን ገይሩ ንኡ ምእንቲ ክትቐውም ኢሉ ርእሱ በጃ ሃበ ሃሚ ገይሩ ክርስቶስ ኢየሱስ ንቤተ ክርስቲያኑ ኣፍቂርዋ ወገን እዚ ምስጢር እዚ ትፈልጦ ዶ ትኾን? ኢየሱስ ክርስቶስ እስካብ ሞት ኣፍቂርዋ ንቤተ ክርስቲያን ይብለካ ኣሎ ጳውሎስ። እስካብ ሞት ኣፍቂርዋ ክርስቶስ ኢየሱስ ንቤተ ክርስቲያኑ። ንስኻ ንሰበይትኻ እስካብ ሞት ንሰበይትኻ ንበረላ ይብለካ ኣሎ። እስካብ ሞት ኣፍቅራ፣ እስካብ ምሙና የኾነይ፣ እስካብ ምስልቻ የኾነይ እስካብ ትባኣስ እኮ ይኮነይ እስካብ ትፋታሕ ይኮነይ ወገነይ እስካብ ትሞት እስካብ ትሞት ብቻ ይኮነይ እስካብ ንኣይልካ ትሞት ንኣይልካ ክትሞተላ ንኤካ ይብለካ ኣሎ ንኣይልካ በጃ ሂወትካ ክትባ ንኤካ ይብሎ ክርስቶስ ኢየሱስ ኣብዚ ከናጻጸሮ ተሎ ዮሃንስ ኣፈወርቂ ብጣዕሚ ልገር ሚስጥር እኮ ክርስቶስ ኢየሱስ ንቤተ ክርስቲያን ጸላኢቱ ንሃለይት ኣፍቂርዋ ይብለካ ሕቁ ሂዋና ሂዋቶ ንሃለይት ኣፍቂርዋ ይብል ንኣኻ ግን ሕቋ ይኮነይት ሂባትካ ፊታ እያ ሂባትካ ሰበይትካ እዚ ኣፈላላይ እዩ ክርስቶስ ኢየሱስ ሕቁኡ ንዝሃባ ቤተ ክርስቲያን ካብ ተፍቂርዋ እና ኣኻ ፊታ ፊታ ለሃቤትካ ሰበይትካ መጊሩ ምፍቃሪ ኣበይካ ይብለካ ዮሐንስ ኣፈወርቂ ጸላእቱ ዝኾነት ቤተ ክርስቲያን ኢየሱስ ክርስቶስ ተፍቂርዋ ንኣኻ ትፈትየካ ኣቦኣ ሓዲጋ እና ሓዲጋ ናባኻ ልመጸ ሰበይትኻስ ምፍቃርሃ መጊሩ ይኣበየካ ይብለካ ዮሐንስ ኣፈወርቂ ቀጺሉ ሃምዚ ይብሎ ኣስቡት ከምኡ ነተን ኣንስቶም ከም ስጋኦም ገይሮም ከፍቅርወን ይግብኦም እዩ ከም ስግኦም ገይሮም የፍቅርወን ይብሎ ከም በዓሎም ገይሮም ኣፍቅራ ቢፀከ ከመ ነብስካ ከም በዓልካ ገይርካ ፍቶያ ይብሎ ሃመይተ ኢልካኒ ሓንቲ ምሳሌ ክነግረካ እስቲ ምልሓስካ ስንኻ ተነኺስዎ ንምልሓስካ ምልሓስካ ክንፀልየ ይብል ይብል ዶ ወገን ኧረ ኣይብሊ ይዕገሶ ባን መልሓስ ንስንኻ ሃሚ ጌርኻ እማ ዝኾነ ችግር ክጋጥመ ተሎ ትጋጨ ተለኻ ምስ ሰበይትኻ ሃሚ ጌርኻ ክግንፀል እየ ትብል ሃሚ ጌርኻ ክግንፀል እየ ትብል እዋ ኣካልክ ኮ ይሱ ኣካልኻ ተኾይኑ ሃሚ ጌርኻ ትግንፅሎ ስጋኻ ተቖሲሉስ ትካባኸቦ ተድሕኖ ኢኻ ትምኩር እምበይ ቆሪጽካ ክትድብርዮ ኣይትምኩሪ ስለምንታይማ ሰበይትኻ ልኾነ ችግር ከግንያ ተሎ ልኾነ ክፍተት ከተግኒ ተለኻ በእውነት ቆሪጽካ ክትድብርያ ትውስን ንምንታይ እዩ እስካብ ክንድዚ ክትሞተላ እስካብ ሞት ክትእመነላ እዩ በእውነት ቅድስት ቤተ ክርስቲያን ትእዘዘካ ድንግል ማርያም ኣሙያ ትእዘዘካ ኣላውዚ እንታይ ልወለኩም ኩሉ ግበሩ ሓዳርኹም ክባረኽ ተኾይኑ ትብላዕ ሓዳርኹም ኣብ መርዓኹም ክግነ ተኾይኑ ኢየሱስ ክርስቶስ ሓዳርኹም ክባረኽ ተኾይኑ ልብለኩም ኩሉ ግበሩ ወንጌል ዮሃንስ ምዕራፍ ክልተ ቁፅሪ ቁፅሪ ሓሙሽተ ልበለኩም ኩሉ ግበሩ ክባረኽ ተኾይኑ እሞ እንታይ ይብለና ኣሎ በቃ

ቤተ ክርስቲያን እብል ኣሎኹ። ንስኻትኩም እውን ከምኡ ነፍሲ ወከፍኩም ነታ ሰበይቱ ከም ነፍሱ ገይሩ የፍቅራ፣ ኣትን ኣንስቲ ኸዓ ንስባኤኽን እተን ኣንስቲ እውን ንስባኤን ይፍርሕኡ ይብሎ ኤፌሶን ሓሙሽተ ሰላሳ ሰለስተ ማለት እዩ።

ን ሰበይተይ ይበላ ሓፍተይ ሆይ ንስኺ እውን ይብል ሓደ ዘማ ሰብ መጺኡ ንዒ ብሓደ ንሕደር ተይልኩሲ እዚ ሰውነት እዚ ናተይ የኾነይ ስዋኣየ እዩ በልዮ ይብለኪ ቤተ ክርስቲያን ኢየሱስ ክርስቶስ ናይ ቤት ናይ ክርስቶስ ኢየሱስ ቤተ ክርስቲያኑ ሓንቲ እያ ሓንቲ ቤተ ክርስቲያኑ ያፍቂሩ ንሳም ሓንቲ ቤተ ክርስቲያን ብደሙ ልመስረታ ቤተ ክርስቲያን ኣዎ ሓደ ሰብኣይ ብቻ ክህልየኪ እኒአዎ ትብለክላ ቤተ ክርስቲያን ሓዳርኺ ክባረኽ ተኾይኑ ወይኒ ኣዎ ንምንታይ እዩ ወይኒ ዝኾነ ህይወት ክትነብሪ ተደሊኺ ማይ ዘይኮነስ ወይኒ ዝኾነ ህይወት ናይ ፍቕሪ ህይወት ናይ ሰላም ህይወት ኣዎ ናይ በረከት ህይወት ብሰማይ ብምድሪ ወይኒ ክኾነልኺ ተደሊኺ ጥዑም ክኾነልኺ ተደሊኺ ጥዑም ክኾነልኺ ተደሊኺ ሓንቲ ኣብ ቤተ ክርስቲያኑ ኢየሱስ ክርስቶስ ሓንቲ ሰበይቲ ተሃሊኻ እወ ሓንቲ ሰበይቲ ተሃሊኻ እስኻ ቤተ ክርስቲያን እውን ሓደ ክርስቶስ ኢየሱስ እያ ተምልኾ ሓደ ኢየሱስ ክርስቶስ ብቻ እያ ሰበይቲ እውን ሓደ ሰብኣይ ብቻ ክልያን እወ ይብል ኣብዚ መጠረሻ ንሪኦ ሓንቲ ሰበይቲ ንሱኣያ ልዕሊ ኣቦኣ ከተፍቅሮ ኒኤዋ ኢላ ቤተ ክርስቲያን ትእዝዝ። ሓዳርኻ ወይን ክኾን ተደልዩ፣ እውነት ሓዳርኹም ክባረኽ ተደልዩኹም፣ እዚ ነገር እዚ ስምዑ ወይ ኢላ ዓሰርተ ሽዓ ኢል ናገረኩም ኣሎ። ሓዳርኹም ክባረኸልኹም ትደልዩ፣ እግዚኣብሔር ኣብ ሓዳርኹም ክግነት ትደልዩ ትኾንኩም፣ ብሰማይ ብመሬቱ በእውነት ወይን ልኾነ ህይወት፣ ጥዑም ልኾነ ህይወት ክትነብሩ ተደልዩኹም፣ ማይ ልንኾነ ህይወት፣ ዒረን ነበር ህይወት ወይን ክኾነልኹም ተደልዩኹም፣ ሰበይቲ ልዕሊ ኣቦኣ ንስውኣያ ተፍቅሮ ይብል ቤተ ክርስቲያን ስውኣይ እውን ልዕልንኡ ንሰበይቱ የፍቅራ ትብል ቤተ ክርስቲያን ህበ እዩ ተልኻኒ ልዕሊ ኣቦይ ሃመይ ገይረ እየን ስውኣይ ከፍቅሮ ተይላ ሓሻዊት እያ ስለምንታይ ሓሻዊት ኮይና እስቲ ምስ ኣቦኣ ትንበር ከይዳ በእውነት ፍትወተ ስጋ ምስተልዓላ ምስ ኣቦኣ እስቲ ትሕደር ሰቡኣ ክትሓድር ኣይትኽእል እዩ ዝሙት ክትሰርሕ እያ ዝሙት ተሰሪሓ ናበይ ክትኣቲ እያ ሲኦል እያ ትኣቲ ዝሙት ልሰርሐ እማ ሲኦሉ እዩ ልኣቲ ሲኦል እያ ትኣቲ ካብ ኣቦኣ የበለጸይ ሰብኣያ ስፍትወተ ስጋ ተተላዒልዋ ምስ ኣቦኣ ምስ ሰብኣያ ተኾይና ግን ዝሙት ትሰርሕ ትኽእል ምስ እያ ትሰርሕ ምስኡ እያ ትጋነ ትኽእል ምስኡ ተተጋንያ ከኣ እዩ ዝሙት ክኾን ኣይኽእል ካብ ስኢሉ ድሕና ኣሎ ሰብኣያ ኣቦኣ ካብ ስኢሉ ከድሕና ኣይኽእል እዩ ሰብኣያ ግን ንሰበይቱ ካብ ስኢሉ ከድሕና ይኽእል እዩ ሰብኣይ ምን ሃምኡ ምስ እንኡ ተነይሩ ክነብር ይኽእል እዩ ፍትወተ ስጋ ተተላዒልዎ ክኸዲ ክዝሙ እዩ ተዘምዩ ደማ ስኢሉ ክኣት እዩ እዩ ሰበይቱ ካብ ስኢሉ ተድሕኖ እያ እንኡ ግን ካብ ስኤል ከተድሕኖ ኣይትኽእሊ ልዕሊ እንኡ ንሰበይቱ ከፍቅራን ከኽብራን ኔኦ ወይላ ቅድስ ቤተ ክርስቲያን ትሰብኽ ትናገር ትመክር ኣብ ሓዳርኹም ክግነ ትደልዩ ሰባት ንኢየሱስ ክርስቶስ ስምዕዎ ንምንታይ ማይ ናብ ወይኒ ክቕየር ምእንቲ ኢየሱስ ክርስቶስ ኣብ ሓዳርኹም ተኣምር ክገልጽ ምእንቲ ኢየሱስ ክርስቶስ ኣብ ሓዳርኹም ሓይሉ ከርኢ ምእንቲ ኢየሱስ ክርስቶስ ኣብ ሓዳርኹም ክግነ ምእንቲ ኢየሱስ ክርስቶስ ኣብ ሓዳርኹም ምስ ደቀ መዛሙርቱ ምስ ቅዱሳኑ ምእንቲ ክግውንየኩም ወይን ማይ ናብ ወይኒ ምእንቲ ክቕየር ለይጥዕም ህይወትኩም ምእንቲ ክጥዕም ንኢየሱስ ክርስቶስ ተኣዘዝዎ ልብለኩም ኩሉ ግበሩ ይብል። እናብ ሓዳርኩም ክግነት ትደልዩ ሰባት እዚ ነገር እዚ ፈጽሙ። ተተሞችኩም ላይክ በልዎ ሰብስክራይብ ምግባርም ለይገበርኩም ማለት እዩ ግበሩታ ይፅንሐልና ብጣዕሚ እየ ልፈትየኩም ኣምላኽ ቅዱስ ሓዳር ይሃብኹም ቅዱስ ፍረ ተፍርዩሉ ሓዳር ይግበረልኩም ስብሃት ለእግዚኣብሔር